እንታይ እዩ ዝበሃል ዘሎ ሓዳረይ መን ከዓየለይ መን ከዓየለይ ኢሎም ክቡራት ኣሕዋተይ እግዚኣብሄር ኣምላኽ ብሰላም ኣጋላጊሉንስ ናብዛ ስርሐይ ናብዛ ስርሐይ ናብዛ ክሽንየይ ተመሊሰ ኣለኹ ብሰላም ማለት እዩ። ገለ ዓይነት ዝኾነት ምሳ ክንሰርሕ ኢና። ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሄር ምሳኹም ይኹን። ናይ ሎም መዓንቲ ብሓንሳብ ኬና ንሰርሖ እምበኣር ክትፈትውዎ ተስፋ እንዳገበርኩ ቅድሚ ነቕባለይ ግን እቶም ሓደሻት ዘለኹም ላይክ፣ ሳብስክራይብ፣ ኮመ እንዳገበርኩም ናይ ቻነል ቤተሰብ ክትኮኑ ብክብሪ ዕድመኩም እቶም ምሳይ ዝፀናሕኹም ከዓ ምስጋና ይግባኣኩም ዘምሕዋተይ ሎሚ ብላይክ ጀምርዎ ሳብስክራይብ ዶ ገለገለታት ዶሲ ይትረፈና ኢኻ ትብል ክቡር ኣሕዋት ምክንያቱ ካብቲ ዝፅቡየ ንላዕሊ ባዕልኹም ሓሲብኩም ስለ ትገብሩ ዘለኹም ማለት እዩ ስለዚ ንሎማዓንቲ ብሓንሳብ ኬና ንሰርሖ ክቡራት ኣሕዋተይ እግዚኣብሄር ኣምላኽ ሓሪሰስ ከምዚ ገይረ ከዓ ኣብዛ ስርሐይ ተመሊሰ ማለት እዩ ቀዳመይቲ ካብ ዝሓርስ ዝሰራሕዋ መግቢያ እዚኣ ክብሪ ንፈጣሪ ይኹን ማለት እዩ ክብራት ኣሕዋት ድኻም ዘይብላ ቅልል ዝበለት ምክንያቱ ኩሉ ግዜ ዋላ ስራሕ ጠጠው ኢልካ ነርካ ብዝተፈላለየ ምክንያት ኣብ ስራሕ ክትምለስ ከለካ ተኻቢሎም ሸሞንተ ሰዓት ይኮን ዘስርሑካ ማለት እዩ ኣርባዕተ ሰዓት ቀስ ብቀስ እዮም ዘላማምሩካ ስለዚ ቀስ ብቀስ እንዳገበርና ከዓ ኣድካሚ ዘይኮነ ትሕዝቶ ዘለዎ ጥዕና ዘለዎ መግቢ ክንሰርሕ ኢና ማለት እዩ ከም ትሪእዎ ዘለኹም ቃንጥሻ ገይረ ኣለኹ ፓብሪካ ዝተፈላለየ ድንሽ ክንጥቀም ንኽእል ከሚደረ ኣሕምልቲ ከምዚ ግበር ኣቢልና ዓሳ ኢና ክንሰርሕ ሳልሞን ዓሳ ማለት እዩ ብሕምልቲ ዝተዳለወት ኣዝያ ፅብቕቲ ማለት ሕጂ ኣብዚኣ እንዲ ክገብር ሓሲበ ነይረ ግን እዚኣ መትሓዚትሲ ፀቢባ ገና ካልእ ክወስኸሉ ስለ ዝኾንኩስ ከይወሰኩሉ ከለኹስ መይ ኢላ ምክንያቱ ፅቡቅ ጌርና ከዓ ክንሓዋውሶ ክንክእል ኣለና ማለት እዩ ናይ ሓራስ ናይ ሓራስ መግቢ እዚኣ ክቡራት ኣሕዋተይ ንዓና ንደቅና ክንምገቦ ንኽእል ብጣዕሚ ድኻም ዝበሃል ዘይብሉ ዳርጋ በዓሉ ዝስራሕ ማለት እዩ። ከምዚኣ ጌርና ፎርኖ ነእቱ ክነብላ ኢና። ሕጂ ኣብዚ ከዓ እንታይ የዳልየ ኣለኹ? ድንሽ ከዓ ኣለኒ። ሕጂ ኣነ ካሮት ድንሽ ኣሎ ኣብ ክንዲ ድንሽ ንጥቀም ብፍላይ ሓራሳት ኮይና በቲ ካልእ ንወስድታት ከዓ ከግጅፈና ስለ ዝኽእል ድንሽ ሽኮር እንተተጠቐምና ተመራፂ ማለት እዩ። ብጣዕሚ ንጥዕናና ዝበለፀ እዩ ድንሽ ሽኮር። ንገና ከዓ ክንገጅፍ ከዓ ኣይንኽእልን ስለ ዝኾና ኣብ ክንዲ ድንሽ ሕጂ ንሱ እንተተጠቐምና ከዓ ዝበለፀ ማለት እዩ ከምዚ ትሪእዎ ዘለኹም ጌርና ኣብዚ ዘይቲ ይገብረሉ ኣለኹ ኦሊቭ ኤል ዘይቲ ተጌርና ፅቡቕ ናብ ናይ ሓዊ ማለት እዩ ከምዚ ናይ ሰላጣ ዘይኮነስ ናይ ሓዊ ሕጂ ክነቃምሞ ኢና ንዚ ኣብዚ ኣብ ክንዲ ጨው ናይ ቬጅቴብል ቀመማት ኦርጋኒዮ ኮረሪማ ፓውደር ፃዕዳ ሽጉርቲ ፓብሪካ ፓውደር ማለት እዩ ኣብዚ ኣዳልየ ኣለኹ ከም ትሪእዎ ዘለኹም ከዓ ካሙን እዚ ቀመማት ጌርና ሕጂ ከነብሎ ኢና ፅቡቅ ጌርና ሓሲኪ ከቢልና ከነወሃህዶ ኢና ማለት እዩ ከምዚኣ ጌርና ተሰሪሕና ሃነን ዝበለ በቃ ሽቱ ደስ እንዳበለና ኢና ንምገቦ ማለት እዩ ክቡራት ኣሕዋተይ ኣድካሚት ኣይኮነትን እያ ቀላል እያ ንኸሰርሓ ኩሉ ከዓ ክበልዓ ዝኽእል ቆልዑት ክፈትዋ ክእሉ ዓበይቲ ክንምገባ ንኽእል ኣዝያ ብልፅቲ ዝኾነት እያ እንተደሊና ኣብዚ ሕጂ እንታይ ገይረ ሓደ ግዜ ሰሪሐ ነይረ እስከ ቁርብ ሓደ ኩባያ ዝኾን ሩዝ ከዓ ምክንያቱ ማይ ስለ ዘውፅእ ነቲ ማይ ስቲ ምንታን ከብለልና ካብ ማይ እንዳተረኣየ ዘብል ሓደ ቁርብ ሩዝ ሓደ ኩባያ ዝኾን ተገይርናሉ ምስኡ ዋው ክጥዕ መዓት ክጽቡቕ ዝኾነልና ሕጂ ኣብዚ እንታይ ይገብር ኣለኹ ርጉእ እገብር ኣለኹ ዋላ ከይተጠቐምና ውፅእ ክንብል ንኽእልና ግን ከምዚ ጌርና ተሰሪሕና ከዓ ሞር ዝበለፀ ማለት እዩ ሕጂ ጓንቲ ኢድና ጌርና ተቐማማት ምንታን ኢድና ንኸይበልዓና እዚኣ እናገበርና ሕውስውስ ክነብላ ኢና ፅቡቅ ጌርና ምክንያቱ እቲ ቪድዮ ንከይነውሓኩም ኣሰልቻዊ ንከይኮነኩም እንታይ ዝበሃል ጌርዮ ሬድ ጌረ ዝሕፀብ ሓፂበ ዝክርተፍ ከርቲፈ ኩሉ ሬድ ጌረ እምበር ኣብ ሓፂር ግዜ ተወልኮም ከዓሲ ከምዛ ትሪእዋ ዘለኹም ጥራይ ኣይኮነትን እያ ጥራይ ንክተዳልዎ ዘሎ ስራሕ ማለት እዩ ሕጂ ከምዚ ጌርና ሕውስውስ ኣቢልና ኣብ ደስ ዝበለና ናይ መጠባበሲ ዘለና ኣብ ገዛና ናይ ክሽነ ክንገብር ንኽእል ኢና ማለት እዩ። ሰላም ሓፍትና፣ ካብዚ ኩሉ ወፂኽስ እንቋዕ ነዚ የብቃዓኪ ኢኹም ዝብሉ ዝስኹም ሕጂ ክቡራት ኣሕዋተይ ዝስገር ዘይመስል ተሓልፎ ዘይመስል ናይ ፈጣሪ ብእውነት ውይ ንዓና ዝገብረልና ንዓና ዝገብረልና እግዚኣብሄር ሲ ብእውነት ዋላ ሓንቲ ቃላት ዝበሃል እንዲ ዘይብለይ ብእውነት ብጣዕሚ ከምዚኣ ገይረ ሕጂ ሕውስውስ የብለይ ኣለኹም እንተደልና ኖርማል ኣብቲ ናይ ፎርኖ ክንገብር ንኽእልና ኖርማል እንተደልና ከዚ መጠባበሲ ደስ በለና ክንጥቀም ንኽእልና ሽግር የብልን እዩ ከምዚኣ ትርእይዋ ዘለኹም ጌርና ፅቡቅ ጌርና ዝርግሕ ክነብሎ ኢና ከም ዝበልኩም ሕጂ ሓደ ኩባያ ሩዝ ብታሕቲ ምፁ ጌርና በቃ ሕውስውስ ተቢልናዮ ቁሩብ ማይ የውፅሊ ናይቲ እንታይ ዝበሃል እቲ ማይ ዝወፀ ከዓኒ ስስቲ የብሎሞ ብኡ ዝበሰለ በዚ ከዓኒ ክጥዕም መዓት እዩ ዝኾን ሩዝ ማለት እዩ ፈትና ኢኹም ከምኣ ጌርክን ኣነ ከምኡ ጌረ ይሰርሕ ሓራደይ ዘለማዕተ ይገበርኩ እምበር ሕጂ ሳልሞን ዓሳና ከኣ ክንገብር ኢና ከምዚ ትርእይዎ ዘለኹም ከከም ታይቹምና ማለት እዩ እቲ ዓሳ ከከም ተስቤዛ ይኹን ኩሉ ተዓሳ ይኹን እዚ ከከም ስድራና ማለት እዩ ወይ ከዓ ዝተፈላለየ ጋሻ ተልዮም ንኮይኑ ከም ብዝሒ ናይ ተርሽሙ ሰርሖ ፀገም የብሉን ማለት እዩ ኣብቲ ዓቐን ሕጂ ኣብዚ ነዚ ዓሳ ጸሊም በርበረ፣ ጻዕዳ ሽጉርቲ፣ ቁሩብ ጨው ጌርና ክንውድእ ንኽእል ኢና ወይ ከኣ እቲ ናይ ዓሳ ቀመም ተልዩና ኮይኑ ከኣ ንሳ ንስንስ ንስ ሰቢልና ከኣ ንውድእ ማለት እዩ። ዋላ ሓደ ንክበስል ኣይድንግን እዩ ዓሳ ንባዕሉ ዋላ ሓደ እዚ ቀልጢፍ እዩ ዝበስል ኣብዚ ከዓ ኣዝማሪኖ ከዓ ክንገብረሉ ኢና ሕጂ ፍረሽ ኣዝማሪኖ ተለልና ፓውደር እውን ክንሰሉ ንኽእል ኢና ሕጂ ኣብዚ ከም ትሪኦ ዘለኹም ቁርብ ፃዕዳ ሽጉርቲ ብላዕሊ ንስንስ ከቡለሉ እየ ለሚን ክንገብረሉ ኢና ለሚን ምስ ዓሳ ብጣዕሚ ፅቡቅ እዩ ፀሊም በርበረ ከዓ እገብር ኣለኹ ለሚን ጭድር ጭድር ኣቢልና መጀመርያ ነቲ ዓሻ ሽፍን ተቢልናዮ ቀስ ኢሉ ህድ ኢሉ ንክበስል ምክንያቱ እቲ ለሚን ዳኣሉ ክበስል ብላዕሊ እምበር እቲ ዓሳ ዕርዩ ክመተና ኣይክእልን ማለት እዩ በቲ ከዓ ብጣዕሚ ፅቡቅ እዩ ንጥዕናና ቁሩብ ጨው ቁሩብ ፀሊም በርበረ ፃዕዳ ሽጉርቲ ፍረሸ ዝማሪ ነጊርና ሕጂ ክንውዲ ኢና ንዚኣ ማለት እዩ ለሚን ግን ከም ዝበልኩኹም ክንምገቦ ከለና እንዳፀምኦና ክንጥቀም ንኽእል ኢና ሕጂ ካብ ላዕሊ ከዓ ኣንፅፍ ኣንፅፍ ኣንፅፍካ ክነቡለሉ ኢና ማለት እዩ ከምዛ ትሪእዋ ዘለኹም ጌርና ዋው ዝኾነት ምሳሕ ክንገብራ ኢና ክቡራት ዋላ ብዛሓቢልና ሰሪሕና እውን ዝሕል ምስ በለ ፍርጅና ጌርና ኣብኡ እናበልና ከዓ ክንምገብ ንኽእል ኢና ሕጂ ከምዚ ትሪእዎ ዘለኹም እዚ ለሚን እንታይ ዝበሃል ገይረ ኣለኹ ኣብኡ ከሎ ብፀፊሑ ገይረ ኣለኹ ምክንያቱ ነቲ ሓዊ ንኽከላኸለለይ ክሕግዘኒ ምእንታን ማለት እዩ ከምዚኣ ግበር ኣቢልና ብጣዕሚ ጥዕምቲ ዝኾነት ንሳ ክንገብር ኢና ሕጂ ብክልተ ሚእቲ ኒ ሰላሳ ደቂቕ ነፅንሖ እንተዘይ በሲሉና ከዓ ሰላሳን ሓሙሽተን ደቂቕ እውን ክንገብሮ ንኽእል ኢና ማለት እዩ ከምዚ ትሪእዎ ዘለኹም ሕጂ እቲ ዓሳ በቃ ኖርማል ኮይኑ ፅቡቕ በሲሉ እቲ ለሚን ዝገበርናዮ ከዓ ተኸላኺሉ ነቲ ሓዊ ማለት እዩ ብጣዕሚ ብልጽቲ ዝኾነት ምሳሕ እያ ማለት እዩ። ክቡራት ኣሕዋተይ ከምዚ ግብረ ቢልና ስራሕ ውዒልና ዝተፈላለዩ ቆፀራታት ማለት እዩ። ከምዚ ከማይ ኣብዚ ክሽነ ድኽምክም እንዳበለክን ትኣትዋ ዘለኽን ብዝተፈላለየ ምክንያት ብሕርሲ ጥንሲ ድዩ ወይ ከዓ ዋላ ሰዓል ሒዝና ድኽምክም ተልና ድዩ እንደ ጌርና ተዓቢና ክንሰርሕ ንኽእል ኢና ማለት እዩ። ዘንሕዋተይ ሰላመይ መዓረይ ናብዛ ክሽኒኽ መዓርኽ እንቋዕ ብሰላም መጻኺ ሓዳረይ መን ከዓ የለይ ተባሂሉ ክቡራት ኣሕዋተይ ስለዚ እዚኣ ትመስል ክንቀርብ ዓይና ሕጂ ብሓንሳብ ኬና ዝሰራሕናዮ እውን ብሓንሳብ ኬና ንመገባ እንዳበልኪ ከሪኦኩም ሕጂ በዚ ታሕቲ ቁሩብ ማይ ኣለዎ ከም ዝበልኩኹም ማይ ውዒ ጌርና ሕጽብጽብ ኣቢልና ሩዝ ሓደ ኩባያቶ ጌርና ንኽኣስ ተብኡ ዘሎ መረቕ ናይ ኩሉ መረቓት ናብቲ ሩዝ ኮይኑ ብስል ይብለልና እሞ ሽዑ ጽቡቕ ዝኾነ ምሳሕ ክኾነና ይኽእል እዩ ማለት እዩ ክቡራት ኣሕዋተይ ነዛ ትሪእዋ ዘለኹም ጌርና ቀራሪብና ንምሳሕ እየ ኣዳልየያ ኣነ ንዝተፈላለየ ተደልና ንድራር ክንጥቀመላ ንኽእል ተደልና ንምሳሕ ክንጥቀመላ ንኽእል ንዝተፈላለየ ክኾነና ይኽእል እዩ ማለት እዩ ክብራት ኣሕዋተይ ንኽትሪኣ ኣዝያ ደስ ትብለካ እንደገና ከዓ ትሕዝቶ ዘለዎ ንዓና ንደቅና ከም ዝበልክኹም ንሕምልቲ ዝተፈላለዩ ክንገብር ንኽእል ኢና ግድን ከምዚ ኣነ ተጠቒመሉ ዘለኹ ማለት ዘይኮነ ዝተፈላለየ ክንገብር ንኽእል ኢና ንቐደም በሉ ብዘይ ቀልዓለም ጥዕምቲ ብጣዕሚ ጥዕምቲ ዝኾነት ሓንሳብ ኬንና ሰሪሕና ማለት እዩ ክቡራት ኣሕዋተይ ከምዚኣ ጌርና ንጠቐመላ በቕልል ዝበለት ኣሰራርሓ ናይ ኣሕምልቲ ሳልሞን ዓሳ ማለት እዩ ብዝኾነ ሎማዓንቲ መደበይ ዝኸኣኽለኒ እዩ ጀሚረ ክሳብ ዝውድእ ዝተኸታተልኩምኒ ካብ ልቢ ዘመስግነኩም ብካልእ ትሕዝቶ ኣዝዩ ፅቡቕ ዝበልክዎ እግዚኣብሔር ኣምላኽ እንኳዕ ናብዚ የብቅዓኒ እምበር ቅልል ቅልል ዝበለ ዝተፈላለየ ማለት እዩ ዝተፈላለየ ኣብ ትሕቲ ፈጣሪ ከዓ እግዚኣብሔር ኣምላኽ እንኳዕ ብሰላም ኣጋላገለኒ እምበር ቅልል ዝበለ ሒዘልኩም ክመፅእ ከዓ ፍትን እየ ማለት እዩ። ብዝኾነ ሎማዓንቲ እዚ ክኣክል እዩ። ብካልእ ትሕዝቶ ክሳብ ዝምለሰኩም ሰላምን ጥዕናን ኣብ ዘለኹሞ ሰሰናዩ